ኣዝማሪኖ ብመሰረቱ እንታይ እዩ? ቆጽሊ እዩ ሓደ ቀመም እዩ ጥዑም ጽቡቅ ቀመም ምግቢ ዘመቅር ገለ ንምባል እዩ። ኣዝማሪኖ ማለት ንወዲ ኣስመራ ጥራይ ዝምልከት ድዩ እንተልካ ግን ብዙሕ ሕቶታት እዩ ዘምጸልካ ምክንያቱ ኣብ መንጎ ምፍላጥን ዘይምፍላጥን እንተ ቀሪጾሞ ንሓደ ዓዋን ኣዝማሪኖይ ኮንካ ንኣነ ግን ካባኻ ፈልጥ እንተኢልካዮ ንስኻ ካብ ኣስመራ ወፂኻ ካርቱም እንተኸድካ ንስኻ ዓዋን ኢኻ ማለት እዩ ዘይትፈልጦ ብዙሕ ነገር ኣሎ ኣብ ካርቱም ኣብኡ ከዓ ንግዜኡ ኣዝማሪኖ እንትኾንካ ካብኡ ተሲእኻ ሮማ ምስ ከድካ ከዓ ኣብ ሮማ ንስኻ ዝዓወንካ ኮንካ ኣለኻ ዘይትፈልጦ ብዙሕ ስለ ዘሎ ብኡ ኣይመስለንን ገወ ሕጂ ትርጉም ዘስሓትዎ እንታይ እዮም ምስ ኬፋት ዝበሃል የተሓሕዝዎ ምስ ስኽራን፣ ምስ ኣዋልድ ብዙሓት ምዛር፣ ምስ ቁማር፣ ምስ ወልፍታት፣ ምስ ኩሉ ክፉእ ዝበሃል የተሓሕዝዎ ነቲ ኣዝማሪኖ። መን ሊቸንሳ ሂብዎ? መን ሊቸንሳ ሂብዎ? መን እዩ ነቲ ናይ ደቁን ናይ ሰበይቱን ወርሓዊ ደመወዝ ወሲዱ ምሉእ ለይቲ ቁማር ክጠፋጠፍ ዝሓድር እሞ ንግሆ ተደጊፉ ገዛ ዝኣቱ ነዚ ኣዝማሪኖ ብሉጽ ኢልካ ክትገልጾ መን እዩ ሂብዎ? መን እዩ እቲ ጽሩራ ዓዲሉ እዩ እቲ ዘሎ ነገራት? ምስ ሽጋራ ዘይሰቲ ሰብ፣ ትምባኾ ዝሰፍፍ፣ ኣዋልድ ከዝውር ዝውዕል ሰብ ኣዝማሪኖ እዩ ኢልካ ከም ብሉጽ ክትሪኦ ምድላይ እዚ ኢንፌሪዮሪቲ ኮፕሌክስ እዩ፣ ነብሰ ምትሓት እዩ ኮይኑ ይስመዐኒ። ነቲ ነዚ ብሉጽ ገይሩ ዝቖጽሮ ኣብ ኣእምርኡ እሞ ካልእ ዝህውትት ዘሎ እዚ ኢንፌሪዮሪቲ ኮፕሌክስ እዩ፣ ነብሰ ምትሓት እዩ። ንሓደ ክፉእ ትፍንፍኖ እምበር ኣይተድንቖን ኢኻ፣ ትርሕቐሉ እምበር ኣይትቐርቦን ኢኻ። ንሓደ ትርጉም ዘይብሉ ኣተሓሳስብኡ ፅልው ካብ ማሕበራዊ ክብርታቱ ዝረሓቐ ብፊልምታት ናይ ቺኖቺታን ናይ ሃሊውድን ዝተመረዘ ሰብ ትሓዝነሉ ዲግዲግ ተዓጢቕካ እምበር ከመይ ጌርካ ብሉፅ ኢልካ ንዑ ኣሰሩ ትኸይድ ከመይ እዋይ ኣል እስኻ ነት ኩፉእ ፈቲኻ ኣሰሩ ትኸይድ ኮንካ እወ። ንሱ ዘይኮነ ሕሙም ንስኻ ኢኻ ብኩል ማለት እዩ እህ። ተረዲኻን ተረዲኤ። ነዚ ነገር ትሓዝነሉ እምበር እየ። ኣ- ኣ- ክስታይ ኣይትኾነሉን ኢኻ ማለስ ኣ- ኣይ- ኣይ- ኣይትምሰጠሉን ኢኻ ዘመስጥ እውን የብልካን እየ። ስለዚ እታ ኣዝማሪኖ ትርጉማ ስሒታ ኣላ ኦኬ ኦኬ።
ኣዝማሪኖ
ዓዲ ዃላ ኣሎ፣ መንደፈራ ኣሎ፣ ድባርባ ኣሎ፣ ሰንዓፈ፣ ዓዲ ቀይሕ፣ ዋላ ደቀ ምሓረ፣ ሰገነይቲ ኩሉ ኩሉ ኩሉ ኩሉ ኣመላ ንኹሉ ዓረብ ኸለላ ኣሎ፣ እየ። ባጽዕ ኣሎ፣ ተሰነይ፣ ባረንቱ፣ ዓሰብ ኩሉ እየ። ኣብ ኩሉ ኣሎ እቲ ኣዝማሪኖ። ኦኬ። ኣዝማሪኖ ትርጉሙ ኣብቲ ዝነብረሉ ከባቢ ፖስቲቭ ዝኾነ ሰብ፣ ጸላዊ ዝኾነ ሰብ፣ ጽሬቱ ዝሓለወ፣ ምስ ሕግን ኣነባብራን ናይቲ ከባቢ ጎሊሑ ዝኸይድ ፍትው በቲ ከባቢ ነዚ ኣዝማሪኖ ተኢልካዮ ብቑዕ ትርጉም ኣለዎ። ኣዝማሪኖ ኣሎ እኮ ዋላ ኣብ ጭው ዝበለ ኣብ ባህር ዝነብር ገጠር እኮ ኮቦሩ ዲም ከብል ኮሎ ጎራዙን ዓድን ሰሚዐን ናብ ጎይላ ዝኸዳ ኣለዋ። ንሶዩ ዝወቕዓ ዘሎ እዛ ኮቦሮ ብላካ። ፍትው ጸላው ኣብቲ ከባቢ ናይ ጽቡቕ ነገር ጸላው ግን እዛ ኣዝማሪኖ ናይቲ ዓዲ እዩ። ሓቀይ? ጽቡቕ ኣለኻ።
ናይ ከተማ ከኣ ከምኡ ጽሬቱ ዝሓለወ፣ ትምህርቲ ዘፍቅር፣ ኣብ ግዜ ፍቕሩ ፍቕሩ ዘኽብር፣ ወለዱ ዘኽብር፣ ስራሕ ዘኽብር፣ ተጻዋታይ፣ ኩሉ ነገር ዘማልእ ኣዝማሪኖ ትብሎ። ርኢይ ቁጽር ኣቢልካ ከኩፍኡ ኣምጺኻ ኣዝማሪኖ ኢልካ ጎረሮ ኣላሕቲቱ ሓዳር ይብሉ ናብራ ይብሉ ኣብ ዓዲ ዓሰርተ ዝኣቱን ዝዘውርን ኣዝማሪኖ ኢልካ ነዚ ኣጉሊሕኻ ክተውጽኦ ወይ ትርጉም ንዑ ክትቦ ግን ብጣዕሚ ዘሕዝን እዩ ኣንፈቱ ዝሰሓተ ትርጉም እዩ ዘለዎ ዝብል ኣለኒ እምበር ኣብቲ መስርዕ ናይቲ ከተማ ተኣቲኻ ዋላ ትብል ወዲ ሹቕ ትብል ኩኒሊ ትብል ካምባና ትብል መዓት ፅሩራታት እዮም ዘለዉ ናይ ውዱቓት ፅሩራታት ናይ ሽልማት ናይ ውዱቓት ፅሩራታት ደው ኢልካ ትሽለሙ ዘይኮነስ ወዲቕካ ትሽለሙ እዮም እዚኣቶም እዚኣቶም ኩላቶም ቀሲልካ ክተፅንዖም ተኽኢልካ መዓት ትርጉም ዘለዎም እዮም ነናቶም ክፉእ ትርጉም ዘለዎም እዮም። እዚኣቶም ኣፍንጫኻ ሒዝካ ትሓልፎም ጎደና፣ ዓይንኻ ዓሚትካ ትሓልፎ ባህሪ እምበር እዚኣቶም ኣዝማሪኖ ኢልካ ክትጽውዖም እቲ ዝህብ ዘሎን እቲ ዝኣምን ዘሎን ክልቲኦም ተጋግዮም ኣለዉ ኢልና ተደምደምናዮ ሓጂ።